ኣብ ጸልማት ግዜ እቶም ክከላኸሉልካ ዝግብኦም ዝኣመንካዮም ሰባት ዋላ እኳ እንተፍሸሉኻ ክትንስእ ትኽእል ኢኻ፣ ብህይወት ክትነብር ትኽእል ኢኻ፣ ክትዕወት እውን ትኽእል ኢኻ። ሄዋን ይበሃል ዓደይ ስድራይ ገዛይ ብፍላይ ድማ ወትሩ ውሕስነት ክስመዐኒ ዝገብር ሕቕፎ ኣደይ ገዲፈ ናብ ስዑዲ ዓረብ ዝተሰደድኩ ጌና ጓል ዓሰርተ ሽዱሽተ ዓመት እንከለኹ እዩ። ዓስራይ ክፍሊ ምስ ወዳእኹ ነታ ኣብ ድኽነት ዝነበረት ገዛና መዋጽኦ ንኽፈጥረላ ሓሲበ'የ ናብ ስደት ዘምራሕኩ። ዓደይን ክትፋናወኒ ከላ ከም መዘከርታ ሓሲባ ብሪ ናይ ኢዳ ኣምባር ሂባትኒ ነይራ። ካብ ዘዕበየኒ ሜዳን ሩባታትን ዓደይ ሪሕቐ ኣብ ስዑዲ ዓረብ ምስ ኣተኹ፣ ተስፋን ፍርሕን ብማዕረ ተሰኪመ ከም ሰራሕተኛ ገዛ ኮይነ ክሰርሕ ጀሚረ። እተን ቀዳሞት ሰሙናት ልዕሊ ዓቕመይ እየን ነይረን። ቋንቋ ዓረብኛ ምዝራብ ዳርጋ ኣይክእልን። ኣእዳወይ ክሳብ ዝሓምም ባይታ እሓጽብ። ሕቖይ ክሳብ ዝስበር ክሽነታት እጽሪ፣ ስቕ ኢለ ድማ መግቢ ሰሪሐ የቕርብ። ብዘይካ እተን ንሓጸርቲ ሰዓታት ዝድቅሰን፣ ደው ኢልካ ዕረፍቲ ዝበሃል የለን። እተን ቅድመይ ዝኣተዋ ካልኦት ሰራሕተኛታት ገዛ ኣዋልድ እየን ነይረን። ተጠንቀቒ ኢኺ፣ ገለ ስድራቤታት ሕያዎት እዮም፣ ገሊኦም ድማ ኣይኰኑን ኢለን ምኽረን ለገሳለይ። ኣብ ዓዲ ከለኹ'ውን ካብ ነዊሕ ደብሪ ገዛ ደፊኤን እየ ዝጽድፋኻ። ውዑይ ዘይቲ ወይ ኣሲዲ ዶፍኡልካዮም ክበሃል እሰምዕ ስለ ዝነበርኩ ኣዝየ እፈርሕ። ኣስራሕተይ ሓደ ካብቶም ሕያዎት ክኾነለይ እናጸለኹ ርእሰይ ደፊኤ ብተዳጋጋሚ ይእዘዝ። ድምጸይ ኣጥፊኤ ተጠማቲት ንኸይከውን እጽዕር። ኣብ ስዑዲ ሓደ ዓመት ምስ ገበርኩ፣ ኢታን ዝበሃል መንእሰይ ተቓራረበኒ። ኢታን ኣዝዩ ትሑት፣ ምልኩዑን ሕያዋይን ካብ ኣዝዮም ሃፍታማት ስድራ ቤት ዝተወልደ'ዩ። ናብቲ ዝሰርሓሉ ገዛ ክበጽሕ ኢሉ'ዩ ዝመጽእ። ካብ ኩለን ሰራሕተኛታት እታ ገዛ ፈልዩ ንዓይ ፍሽኽ ይብለለይ። ካብኡ ሓሊፉ ናብ ክሽነ መጺኡ ሽመይ፣ ካበይ ዓዲ ከም ዝመጻእኩ፣ ብዛዕባ ዓደይን ስድራይን ሓተተኒ። ብዝተሰብረ ቋንቋ ዓረብኛ ድማ ይምልሰሉ ነበርኩ። ንሱን ክዛረብ ከሎ ህድእ ኢሉ'ዩ ዝዛረብ። ሰሙናት ሓሊፉ። ኣዋርሕ ሓሊፉ። ኢታን ናብ ገዝኡ ኣይተመልሰን። ናብ ክሽነ መጺኡ እናዕለልና ድምጺ ኣጥፊእና ንስሕቕ። ክሓልፍ እንክብል ኣብ ካንሸሎ ከቲሩ ሓጺር ዕላል የዕልለኒ። ሓደ ምሸት ብቐስታ ዝደቀስኩሉ ክፍሊ ተዃሕዂሐ። እናፈራሕኩ ማዕጾ እንክኸፍቶ ኢታን'ዩ ነይሩ። ይቕረታ እናበለ ብሰላሕታ እናረገጸ ንውሽጢ ኣተወ። እቲ ማዕጾ ብውሽጢ ድማ ዓጸዎ። ኢታን ክልተ ኢደይ ሒዙ ኣዒንተይ እናጠመተ ምሽክን ኢሉ፣ ተኽሊ ሰውነትኪ ኣዒንትኺ ጽቡቓት እየን፣ ግን በጃኺ ብኣላህ እብለኪ ኣለኹ ገጽኪ ከተርእይኒ ፍቓደኛ ኹኒ ኢሉ ሽም ኣላህ እናለዐለ ተማሕጸነኒ። እንታይ ከም ዝኾንኩ ሕራይ ኢለ ስቕ ኢለ እናጠመትኩዎ ድማ፣ ሕጃበይ ፈቲሐ ገጸይ ነዊሕ ጸጉረይ ክርእዮ ገደፍኩዎ። ሽዑ ኢታን፣ ያ ኢላህ! ጥራይ ኢሉ። ብስስዐ ድማ ክልተ እዳዉ ኣብ መዕጉርተይ ዕረፎም። ልስሉስ ኣእዳዉ ተሰምዐኒ። ምዕጉርተይ ሒዙ ንነዊሕ እዋን ሽም ኣላህ እናልዓለ ብጽባቐይ ተገሪሙ ኣድነቐኒ። ከይጸንሐ ብስምዒት ሰኺሩ ይቕረታ እናበለ ናብ ዓራት ብልዕለይ ኮይኑ ወደቐኒ። ለሚነዮ ከም ዘይሰምዓኒ ዋላ እውን እውይ ኢለ ዘምጽኦ ከም ዘይብለይ ስለ ዝፈለጥኩ ስቕ ኢለ ተዓመጽኩሉ። ክብረ ንጽህና ይሃብክዎ። ፒታን ምስ ወደኣ ግንባረይ ስዒሙ ወጺኡ ከደ። ኣነ ንነዊሕ ሰዓታት ንሕሰም ዕድለይ በኸኹሉ። እቲ ሕማቕ ህሞት ዝተፈጸመትላ ምሸት ሓደ ወርሒ ምስ ኣሕለፈት ጥንስቲ ምዃነይ ፈለጥኩ። ፍርሒ ኣብ ውሽጠይ ተንሸርሸረ። ብኸመይ'የ ክነብር? ውላደይ ብኸመይ ከድሕን'የ? እናበልኩ ኣብ ዝድቅሰሉ ሰዓት በይነይ ይበኪ፣ ሰማዒ ግን የብለይን። ድሕሪ ገለ ስኣምንታት ኢታን ምስ መጸ ፍርሐይ ሲዒረ ትብዕ እናበልኩ ጥንስቲ ምዃነይ ገለጽኩሉ። ንሱ ክምርዐወኒ ምዃኑ ቃል ኣእተወለይ። ስድራ ክንከውን ኢና ሃዋ ኣነ ካብ ኩሉ ክከላኸለልኪ'የ ኢሉ ብሕሹኽታ ተዛረበኒ። ካልእ ኣማራጺ ስለ ዘይብለይ ክኣምኖ ነይርኒ። ዘይወዲ ሃይማኖተይ ዘይወዲ ሃገረይ ክምርዖዎን ክወልደሉን ተገዲደ። ኢታን ቃሉ ይዕበረን ጥንስቲ ምዃነይ ካብ ዝዛረቦ ድሕሪ ኣስታት ሓደ ወርሒ ተመርዒኒ'ዩ። ድሕሪ መርዓና ድማ ናብ ገዛ ስድርኡ ተጓዓዝኩ። ሓጎስ ክስምዓኒ ይግበእኒ ነይሩ፣ ግን እቲ ክንዲ ቤት መንግስቲ ዝሰፍሕ ገዛ ሓጎስ ክፈጥረለይ ኣይከኣለን። መናድቑ ናብ ዝባነይ ወዲቑ። ከም ዝጸቕጠኒ መሲሉ ተሰመዐኒ። ወለዱ ንኢታን እንክመጽእ ብደሓን ኣይተቐበሉንን። ጽይፍ ኢሎም ብንዕቐት ዓይኒ'ዮም ጠሚቶምኒ። ብፍላይ ኣዲኡ ወይዘሮ ፋጥማ እግረይ ኣብታ ገዛ ኣብ ዝረገጽኩላ ጀሚራ፣ ኣዒንታ ኣፍጢጣ ተጥምተኒ። ኩሉ ዝዛረቦ ቃል ዝወስዶ ስጉምቲ ከም ጌጋ ወሲዳ ትነቕፈኒ። ወይዘሮ ፋጥማ ምንም ብዘይ ምዕራፍ ከምተን ዘለዋኣ ካልኦት ሰራሕተኛታት ብማዕረ ክሰርሕ ከም ዝግባእ እናደጋገመት ተጠንቅቐኒ። ሓደ ንጉሆ ሩዝ እናሰራሕኩ ብጣዕሚ ዝገጀፈ ከብደይ እናተንከፍኩ ብሓሳብ ህልም በልኩ። ስድራይ ንሓደ ዓረብ ተመሪዔ ከም ዝጠነስኩ እንተፈሊጦምስ እንታይ ኮን ምበሉ? እናበልኩ ሽዑ ገጽ እታ ቅብእቲ ኣደይ ተራኣየኒ። ኣዒንተይ ንብዓት መልአ፣ ዝሓረረ ሩዝ ጨንዩኒ ዕውልውል እንተበለኒ ግዜ ካብ ሓሳብ ተመለስኩ። እቲ ክሽነ ብትኪ ተመሊኡ ግብ ኢሉ ጸንሓኒ። ወይዘሮ ፋጥማ ብናይ ህቦብላ ንፋስ ናህሪ ወሲኻ ክሽነ ኣተወት፣ ሰብኣያ ድማ ደድሕሪኣ ኣተወ። ናይ ክልቲኦም ገጾም ብሕሱም ሕርቃን ደም መሲሉ ነበረ። እዚ እንታይ'ዩ? ናይ ብሓቂ እኽል ኢኺ እዚ መግቢ ትብልዮ? ኢላ ወይዘሮ ፋጥማ ድምጻ ኣብቲ ክፍሊ እናተጋውሐ ጨደረት። ኣይትጠቕምን ኢኺ፣ እዚ ረኣይዮ፣ ሩዝ እኳ ብግቡእ ክትሰርሒ ኣይትኽእልን ኢኺ፣ በእሰሮ! ኢላ ትጸርፈኒ፣ ኣነ ርእሰይ ምስ ኣድነንኩ'የ። ሽዑ ናይ ኣዲኡ ድምጺ ሰሚዑ ኢታን መጺኡ ስቕ ኢሉ ብድሕሪኦም ደው በለ። ፍሕሽው ገጹ ወጥሪ ዝመልኦ ይመስል ነይሩ፣ ኣነ ስርቕ እናበልኩ ሓግዘኒ ስለይ ደው በል ብዘስምዕ ልመና ይጥምቶ ግን ንሱ ኣይገበሮን እዩ ካብ ፍቅሩን ትብዓቱን ንዓይ ክሕልወኒ ዝኣተዎ መብጽዓን ንላዕሊ ኣብ ልዕሊ ወለዱ ዘለዎ ፍርሒ ይዓቢ ነበረ ኣቡኡ ኣብ መሬት እናተኽቶኸ ክዛረብ ቀጸለ ካብዚ ገዛ ክትወጽ እንተደሊኺ ክትወጽ ትኽእሊ ኢኺ እዚ እንዳ ኣልፋይስስ እዩ እቲ ንብለኪ እንተዘይገቢርኪ ክትጠዓሲ ኢኺ ብምባል ዓኺሎም ናብ እግረይ ከባቢ እንትፍ ኢሎም ወጹ። ሚታን ምስ ኣዲኡ ስዒቦም ተመራሪሖም ወጹ። ኣነ እዳወይ ተንቀጥቀጠ፣ ዓቕለይ ጽብብጽብብ በለኒ፣ ናብ ገለ ክጠፍእ ደለኹ። ኣብ ክሽነ ተዓጽየ ንሓደ ሰዓት ዝኣክል ነባዕኩ፣ ከብደይ እናተንከፍኩ ድማ ንኣብ ኣብ ማህጸነይ ዘሎ ህጻን ኣነ ክሕልወካ'የ፣ ክሕይለልካ'የ ይብሎ ብሕሹኽታ። ይታን ንዓይ ክብል ምስ ስድርኡ ናብ ጸገም ከም ዘያኣቱ ተረዲኤ ኣራጋጊጸ ኣለኹ። መዓልታት ናብ ሰሙናት ይቀያየር ነይሩ። ዋላኳ ብጽሕቲ ወርሒ እንተ ነበርኩ፣ ብዘይ ዕረፍቲ መወዳእታ ዘይብሉ ስራሕ'የ ዝሰርሕ። ኣእዳወይ ክሳብ ዝድንዝዝ ምድርቤት የጽሪ። ምግቢ ሰርሕ፣ ኣቑሑት ክሽነ ሓጽብ። ኣብ እንዳ ኣልፋይ ሳል ገዛ ኣነ ሓንቲ ድምጻ ዘይትስማዕ ከም መርዓት ዘይኮነትስ ከም ሰራሕተኛ ገዛ'ያ ኮይነ ነይረ። ከምዚ ብዘይ ዕረፍቲ ክሰርሕ ከለኹ ኣብ ከብደይ ዘሎ ዕሸል ከይጉዳእ ፈሪሐ ካብዚ ገፊሕ ገዛ ክጠፍእ እደሊ። ግና ናይ መንበሪ ወረቓቕተይ ምሉእ ብምሉእ ኣብ ኢታን ስለ ዝምርኮስ፣ ካብዚ ወጽየ ዝመርሖ ህይወት ዝያዳ የፍርሓኒ። ምናልባት እንተ ወጽየ፣ ምእሳር፣ ምስጓጕ ወይ ዝገደደ ካልእ ሓደጋ ክስዕበኒ ይኽእል'ዩ ብምባል፣ ኣብ ነፍሲ ወከፍ መዓልቲ ኣብ መንጎ ፍርሕን ምውሳንን ተቐርቂረ ቃልሰይ ይቕጽል። ድሕሪ ገለ ኣዋርሕ፣ መዓልተይ በጺሑ ወዲ ተባዕታይ ብሰላም ተጋላጊለ። ውላደይ ዓበይቲ ቡናዊ ኣዒንቲ ልስሉስ ጸጉሪ ዝበዝሐ ናይ ኣቡኡ'ዩ ወሲዱ፣ ከጠምቖ ስለ ዘይክእል ኣብኡ ከለኹ ድማ ኖህ ኢለ ሰመኽዎ። ወላ ሕጂ'ውን ጌና ስድራቤት ኤታን ናቶም ከም ዘይኮነ ገይሮም'ዮም ዝሕዝዎ። ሕሹኽ እናበሉ ንዓይን ንወደይን እናጠመቱ የላግጹ፣ ሓደ ሓደ ግዜ ድማ ብቐጥታ፣ እዚ ህጻን ናይ ኣንዳልፋሲስ ስድራቤት'ዩ፣ ንስኺ እንተ ወጺእኺ ንሱ ምሳና'ዩ ክነብር። ይብሉንን የፋራርሑንን። ኣብዚ ኩሉ ኢታን ንዓይስ ደሓን ለሚደዮ እየ ግን ንውላዱ ኢሉ ንወለዱ ክቋወሞም ዘይክእል ወይ ዘይደሊ ምዃኑ ብጣዕሚ ተዓዘብኩዎ። እንተ ነኣሰ ቆልዓ ምስ ወለድኩሉ ፍቕሩ ናብ ንቡር ዝምለስ መሲልኒ ነይሩ። ኣብ ጎነይ ደው ዝብል መሲልኒ ነይሩ ግን ንሱ ደው ክብል ኣይከኣለን። ሓደ ምሸት ኖህ ሓያል ሰዓል ሓሚሙ። ንኢታን ናብ ሓኪም ክወስደና ልምኖ፣ ንሱ ግን እዒንቱ ኣብ ተለቪጅን ተኺሉ፣ ክወስደና ይኣቢ። ንኖህ ኣብ ሕቑፈይ ሒዘዮ ምሉእ ምሸት እንተደቀሰለይ እናራረኹዎ፣ ክከላኸለልካ'የ፣ ኣነ ምእንታኻ ክበርትዕ'የ፣ ይብሎ ብሕሹኽታ። ኣብዛ ህሞት እዚኣ ካብ ኢታን ተስፋ ቆሪጸ፣ ንዓና ዘድሕነና ሰብ ከም ዘየለ፣ ባዕለይ ንባዕለይ ከድሕን ከም ዘለኒ ደምደምኩ። መጥበዊት ምስ ኮንኩ እንዳ ኣልፋይስል እንታይ ከም ዝሓሰቡ ብዙሕ ስራሕ ክሰርሕ ኣይገድዱንን ኮይኖም። ደገ ናይ ምውጻእ ዕድል እውን ክረክብ ጀሚረ። ሽዑ ብሕቡእ ኣብ ሓደ ማሕበረሰባዊ ማእከል ትምህርቲ እንግሊዝኛን ዓረብኛን ንኽመሃር ተመዝገብኩ። ኣብ እንዳ ፎርኖ እውን ንዝተወሰነ ሰዓታት ስራሕ ጀመርኩ። ነፍሲ ወከፍ ዝረኽባ ሪያል ድማ እቝጥባ ነይረ። ብዘይወግዓዊ ወረቐት ፖላዊስ እንተረኺቦምኒ ክስጐግ ከም ዝኽእል እፈልጥ እየ። ስለዚ እውን ነፍሲ ወከፍ መዓልተይ ወጥሪ ዘለዎ፣ ፍርሒ ዘለዎ፣ ነፍሲ ወከፍ ስጉምተይ ጥንቃቐ ዝተመልኦ ኽገብሮ ተገደድኩ። ብመንገዲ እቲ ናይ ደቂ ኣንስትዮ ደገፍ ጕጅለ፣ ኣብ መሰላት ሰራሕተኛታት ገዛ ትነጥፍ ሓንቲ ኣዝያ ሕያወይቲ ጠበቓ እረክብ። ኵሉ ዝወስዶ ስጕምቲ ድማ ንሳ እያ እትመርሓኒ። ከመይ ገይረ መንበሪ ፍቓድ ንምርካብ ከመልክት ከም ዝኽእል ትገልጸለይ። መረጋገጺ ስራሕን ግህሰት ከም ዝበጽሓንን መርትዖ ከመይ ከም ዘቕርብ ካብ ማእከል ማሕበረሰብ ዝወጽእ ናይ ደገፍ ደብዳበታት ኩሉሙሉ ንዓይ ሓራ ዘውጽኡ ከመይ ገይረ ከም ዝረክብ ንሳ'ያ ትሕብረኒ። ነፍሲ ወከፍ ዘቕርቦ ቅጥዒ እንክእክብ ኣብ ውግእ ከም ዘለኹ ኮይኑ ዝስምዐኒ ግን ደረጃ ብደረጃ ህይወተይ ዳግማይ ይቆጻጸሮ ከም ዘለኹ እንክሓስብ ሓጎስ ዝስምዓኒ። እታ ጠበቓ ከምዚ ብምባል ኣጠንቂቓትኒ፣ ስድራ በዓል ቤትኪ እዚ ምስ ፈለጡ ከፈራርሑኺ ክፍትኑ ይኽእሉ እዮም፣ ግን ኣጆኺ ምስ ውላድኪ ብሰላም ክትነብሪ መሰል ኣለኪ እዩ ኢላ ትነግረኒ። ነዚ ኣሚነ ድማ ህይወተይ ንምምሕያሽ ወሲነ ተበገስኩ። ኣብታ ናይ መንበሪ ወረቐት ኣብ ዘቑረብኩላ መዓልቲ፣ ወይዘሮ ፋጥማ ኣዒንታ ብቑጥዐ ተመሊኤን፣ ካብዚ ገዛ ክትወጽኢ እናሓሰብኪ እቲ ህጻን ሒዝክዮ ትኸዲ ከይመስለኪ። ከይትሓስብዮ። እዚ ህጻን ናይዛ ስድራ እዩ። ኢላ ነደረት። ኣነ ንዓኣ ጠመትኩዋ፣ ድሕሪኡ ናብ ኢታን ጠመትኩ። ንሱ ግን ሕጂ እውን ስቕ ኢሉ ድሕር ድሕር ይብል ነበረ። ናይ ኣቦ ተራኡ ክጻወት ከም ዘይክእል ፈለጥኩ። ኣዕሚቐ ኣስተንፍስ ኣቢለ፣ ኖህ ወደይ'ዩ፣ ክከላኸለሉ'የ፣ ብሰላም ናጽነት ክነብር ድማ መሰል ኣለኒ፣ ክትዓግትኒ ኣይትኽእልን ኢኺ፣ በልኩ ተረጋጊኤ፣ ብዝርድኣ ቋንቋ ዓረብ ገይረ። ፋጥማ ድምጻ ካብ ዓንተቦ ዓው ኣቢላ፣ ካብ ገዛ ክትወጺ እንተደሊኺ፣ ኪዲ ውጺ። እዚ ስድራቤት ኣልፋሊስ እዩ፣ ነቲ ህጻን ግን ኣይትወስድዮ። ኢላ ደጊማ ነደረት። ንኖህ ሓቚፈ ዝያዳ ኣብ ኣፍልበይ ኣጥበቕኩዎ። እታ ንእሽተይ ሄርመት ልቡ ኣንጻር ናተይ ኰይና ብህዱእ እንክትወቅዕ ተሰምዓኒ። ንመጀመርታ ግዜ ፍርሒ ከም ነዳዲ ኰይኑ ንቕድሚት ደፊእኒ። ምንም ኣይትገብርንን! ኢለ ሓሊፈያ ከድኩ። ድሕሪ ኣዋርሕ ካብቲ ገዛ እንክወጽእ ናተይ ዝዀነ ኣቕሓ ጥራይ እየ ወሲደ። ክዳውንተይ መጻወቲ ንሆን ኣደይ ቅድሚ ካብ ዓዲ ምውጻኣይ ዝሃበትኒ ብር ኣምባረይን ጥራይ ሕጂ ብሰላም ክነብርን ክሰርሕን መሰል ከም ዘለኒ መርትዖ ሕጋዊ መንበሪ ወረቐትን ኣለኒዩ ነቲ ሕርቃን ነቲ ስቕታ ነቲ ግፍዒ ረሲዐ ንድሕሪት ተመሊሰ ኣይጥምትን ንቕድሚት እምበር ናጽነት ንክትረኽቦ ንእሽቶ ግን ከኣ ንኽትረኽቦ ሓያል እዩ ኣብ ሕማቕ ገዛየ ዝነብር ግን ኖህ ወደይ ኣብ ገዛና እናጎየ ክጻወት እንክሪኦ ይስሕቕ መሊሰ ከም ዘስተንፈስኩ ብሂወት ከም ዘለኹ እስምዐኒ ኢታን ሓሓሊፉ እናደደወለ ይልምነኒዩ ተመለሰ ሃዋ ነዚ ክንእርሞ ንኽእል ኢና ይብለኒ ሽዑ ወለዱ እቲ ብሓያል ድምጾም ጌሮም ዘፋራርሑኒ ኖህ ሰዓል ኣብ ዝሓመመሉ ምሸት ኢታን ወላሓንቲ ከም ዘይገብር ዝዝረኣኹሉ ኣብ ኣእምሮይ ቅጅል ይብለኒ ኣይምለስን ሕጂ ዝሓሸ ሂወት ኢና ንመርሕ ዘለና ኢለ ይምልሰሉ። ኣብታ ንዝተወሰነ ሰዓታት ጥራይ ዝሰርሐላ ዝነበርኩ እንዳ ባኒ'የ ቀዋሚት ሰራሕተኛ ኰይነ ዝሰርሕ። ሓላፊተይ ወይዘሮ ጀሚላ ኣዝያ ሕያወይቲ'ያ። ትኣምነኒ፣ ሓድሽ ክእለት ትምህረኒ፣ ተተባብዐኒ ነይራ። ካልኦት ካብ ጸገም ተቓሊሰን ዝወጻ፣ ብገዛእ ርእሰን ዝሓደራ፣ ቃልስን ትብዓትን ዝርድኣ ደቂ ኣንስትዮ'ውን ይራኸብ'የ። ምስአን እንክዘራረብ ዝያዳ ሓይሊ ዝረኸብኩ መሲሉ ይስምዓኒ። ብሓቂ እውን ድሕሪ ሕጂ ባርያ ኣገልጋሊት ኣይኮንኩን። ድምጸይ ዋጋ ኣለዎ፣ ህይወተይ ድማ መሰል ኣለዋ ኢዩ። ኖህ ጉብዝንኡ ስሉጥ ኢዩ። ናይ ምፍላጥ ድልየቱ ሰሓቑ ንምንታይ ክርተት ከም ዝበልኩ የዘኻኽረኒ። ንሱ ኢዩ ድማ ንግሆ ንግሆ ክትንስእ ኣበርቲዐ ክጽዕርን ዝገብረኒ ምኽንያት። ግን ገለ ምሸት እበኪ፣ ብናይ ኣደይ ናፍቖት እበኪ። ስለታ ኣብ ዓደይ ብናጽነት ዘሕለፍክዎ ግዜ በኪ በቃ ግን እቲ ንብዓት ድሕሪ ሕጂ ናይ ፍርሒ ኣይኮነን ንብዓት ሕውየት እዩ ብምባል ድማ ፍሽኽ እብል ኖህ ኣዒንቱ ዕምት ኣቢሉ ክሳብ ዝድቅስ እካታቶሎ'የ ጓለይ ኣጆኺ ዝብል ድምጺ ኣደይ ይዝከረኒ ተባዕ ኮይነ'የ ብናጽነት ብሂወት ንኽጸንሕ ተቃሊሰ'የ እንዳ ኣልፋይ ስል ጭደራ ናይ ኢታን ስቕታ እቲ ዳርጋ ክበልዐኒ ዝቐረበ ፍርሒ ሕጂ ንዓይ ትርጉም ኣይህቡንን እዮም ኣነ ሄዋን እየ ኣነ ኣዶ ኖሆም እየ ኣነ ዕውት ተደ እየ ስለዚ ኣብ ጸልማት ግዜ እቶም ክካላኸሉልካ ዝግብኦም ዝኣመንካዮም ዋላ እኳ እንተፍሸሉኻ ክትትንስእ ትኽእል ኢኻ ብሂወት ክትነብር ትኽእል ኢኻ ክትስስን እውን ትኽእል ኢኻ። ጌና ግን ኣብ ስደት እየ ዘለኹ ናተይ ሕልመይ ግን ዓደይ ተመሊሰ ኣብ ሑቕፊ ኣደይ ምስ ደቂ ዓደይ ምስ ሩባ ዓደይ ምስ ጎቦታት ዓደይ ክነብር እዩ ዛንታይ ነዚ መስል ኔሩ። ገለ ካብ ዛንታይ ተማሂርኩም ክትኮኑ ተስፋ እናገበርኩ ኣብ ቦታ ኮመንት ንዓይ ዘተባብዑ ቃላት እንተገዲፍኩምለይ ኣዝዩ ደስ እብለኒ ሓፍትኩም ሄዋን ካብ ስዑዲ ዓረብ።

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብቲ ናይ ጠፈር

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ